እግዚኣብሔር ኣምላኽ ባረኽ ኣሕዋት ኣሓት ከመይ ቀንዲኹም ደሓን ደለኹም ኣብ ዘዘለኹሞ ክብሪ ንእግዚኣብሔር ኣምላኽ ይኹን ናብራ ከመይ ገብረኩም ኣሎ ጸጋ ኣምላኽ ኣብ ልዕሊኹም ክበዝሕ ጎይታ የሱስ ክርስቶስ ከኣ ብዅሉ መንገዱ ክመርሓኩም እምነ። ሎሚ ብቓላት ዘይግለጽ ሓጐስ ከም ዘሎ ብዛዕባኡ ክዛረብ ደልየ ዘለኹ። እግዚኣብሔር ኣምላኽ ይመስገን፣ ኣምላኽ ክረድኣና እዩ። ቀዳመይቲ መልእክቲ ጴጥሮስ ቀዳመይቲ ምዕራፍ ኢና ሒዝና ዘለና፣ ኣብኣ ኢና ኣትኪልና። ክሳዕ ሕጂ ቁጽሪ ሽዱሽተ ክሳዕ ሸውዓተ ዘሎ በጺሕና ኣለና። ሎሚ ቁጽሪ ሸሞንተን ትሽዓተን ካብኡ ጀሚርና ክንዘራረብ ኢና ኣምላኽ ከም ዝፍቐዶ ግዜ ውን ከም ዝሓገዘና ስለዚ ኣምላኽ ንቓሉ ንነፍሲ ወከፍና ክሕልፈልና ንጸሊ እግዚኣብሔር ኣምላኽ ብኢየሱስ ክርስቶስ ስም ኣብ ቅድሚ ዙፋንካ ንቐርብ ኣለና ጐይታዬ ቃልካ ሕያው ኮይኑ ሚእቲ ስሳ ሰላሳ ከፍሪ ብቃልካ እግዚኣብሔር ኣምላኽ ህዝብኻ ክብጻሕ ፈውሱ ክኸውን ይጽልይ ኣለኹ ወእግዚኣብሔር ኣምላኽ ሎሚ በዚ ቃል እዛ ሓሊፍካ እግዚኣብሔር ኣምላኽ ነፍሲ ወከፍና ክትበጽሓና ይልምነካ ቃሉ ለኣኸ ፈወሶም ከም ተባህለ ብቓልካ ኢና ፈውሲ ንረክብ፣ ካብ ቃልካ ኢና ምስትውዓል ንረክብ፣ ካብ ቃልካ ኢኻ እግዚኣብሔር ኣምላኸ ምሕረት ንረክብ፣ ካብ ቃልካ ኢኻ ኢና ምድሓን ንረክብ። እግዚኣብሔር ኣምላኸ ክንፈልጠካ ንዓኻ እንተኾይንና እውን ብቓልካ ኢና ክንፈልጠካ ንኽእል፣ ቃልካ እዩ ንኹሉ ነገር ዝገብር እሞ ኣምላኸ ንቃልካ ክትገልጸልና ብስም ኢየሱስ ክርስቶስ ይጽሊ ኣለኹ። ክብሪ ኩሉ ንዓኻ ይኹን። ኣሜን። እግዚኣብሔር ኣምላኽ ባረኽ እንታይ ይብል ኣሎ እዚ ነዚ ከይረእኹምዎ ኢሉ ጴጥሮስ እተፍቅርዎ ሕጂ እውን ከይረእኹምዎ ብኡ እትኣምኑ ዘለኹም ነቲ መደምደምታ እምነትኩም ንሱ ድማ ምድሓን ነፍሳትኩም ምስ ረኸብኩሞ ብዘይንገርን ክብሩን ሓጎስ ትሕጎሱ ኢኹም ብቓላት ክግለጽ ዘይክእል ሓጎስ ኣሎ ማለት እዩ ከመይ ከም ዝኸውን ንዓይ ክርዳእኒ ኣይክእልን ግን እንታይ መስለኒ እዞም ህዝቢ ኣምላኽ ቃል እዚ ዝፀሓፈሎም ዘሎ ንጎይታ የሱስ ክርስቶስ ንረኸብዎ ከይዶም ዘፍ ዝብሉ ክዕርፉ ህይወቶም ነገሮም ኩሉ ኣብኡ ዝወድቑ ዝመስሉ ይመስለኒ ስለዚ ጴጥሮስ እ፣ እንታይ ብሎ ኣሎ ከይረእኹሞ እተፍቅርዎ ከይረእኹሞ ኸዓ ብኡ እትኣምኑ ዘለኹም ኣምላኽ ባረኽ ከይረእኹሞ ተፍቅርዎ ኣለኹም ከይረእኹሞ ብኡ ትኣምኑ ኣለኹም ይብሎ ኣሎ እሞ ኣቐዲምና ከም ዝረኣናዮ እንታይ ዓይነት ንምንታይ ዓይነት ሰባት እዚ ፅሑፍ እዚ ከም ተፅሓፈ ዋ ንመን ከም ተፅሓፈ ክርዳእና ፀቢቑ ግባእ እዩ እዚ ነገር ገልጠምጠም ኣሎ ኣነ ድዩ ወላስ ኦኬ ኦኬ ንመን ከም ተጻሓፈ እቲ ጽሑፍ እቲ ኦድየንስ መን ምኾ ከም ዝኾነ ምፍላጥ በጣም የገድስ እዩ የገድስ እዩ እዞም ህዝቢ እዚኦም ዝጽሓፈሎም ዘሎ ኣበየናይ ኩነታት ኣለዉ ብጣዕሚ ክርዳእና ክእል ሃዋርያ ጴጥሮስ ኣቐዲሙ ኣብ ምዕራፍ ኣብዚ ምዕራፍ እዚ ቁፅሪ ሓደ እንታይ ኢሉ ኣሎ ፋሕ ኢሎም ዘለው ይብሎም ፋሕ ዝበሉ ማለት ዓዲ ዘይብሎም ማለት እዩ ፋሕ ዝበሉ እንተ ኮይኖም ዓዲ የብሎምን ናተይ እዩ ጥሪተይ እዩ ዝብሎ ነገርስ የብሎምን ምዕራፍ ክልተ ሓሊፍና እንተንቢብና እውን ኣፀቢቑ የረዳእና ንሱ እንታይ ዓይነት ከምዃኖም ኣይ ቲንክ መብዝሕቶም ኣብ ባርነት ዘለዎ መስለኒ ተገዛእቲ ዘለዎ መስለኒ ምክንያቱ ኣብ ምዕራፍ ክልተ ሃዋርያ ጴጥሮስ ጽቡቕ ገይሩ ገሊጽዎ ኣሎ። እንታይ ዓይነት ናብራ ይነብሩ ከም ዘለዉ፣ እንታይ ዓይነት ናብራ የሕልፉ ከም ዘለዉ። ስለዚ ነዞም ሰባት እዚኣቶም ዝጸሓፈሎም ዘሎ እንታይ ኢሉ ኣሎ? ኣብ ምዕራፍ ኣርባዕተ ቁጥሪ ዓሰርተ ክልተ ከዓ እንታይ ኢሉ ኣሎ? ኣቱም ፍቕራተይ ኢሉ በቲ ንምፍታን ዝረኸበኩም ዘሎ ዋዒ ሓዊ ሓደ ሓድሽ ነገር ከም ዝበጽሓኩም እኳ ኮንኩም ኣይትገረሙ ይብላ ኣሎ። ብሓዊ ይሓልፉ ከም ዘለዉ፣ ብጭንቂ ይሓልፉ ከም ዘለዉ፣ መከራ ይሓልፉ ከም ዘለዉ፣ ብስደት ይሓልፉ ከም ዘለዉ፣ ብዙሕ ተጽዕኖ ይሓልፉ ከም ዘለዉ ግልጺ እዩ። እቲ ቃል ኣምላኽ ክዛረብ ኣለዎ ባዕሉ። እዞም ሰባት እዚኣቶም እዮም እንታይ ገብሩ ኣለዉ ንጎይታ የሱስ ክርስቶስ ኣይረኣይዎን ነገር ግን እንታይ ገብሩ ንጎይታ የሱስ ክርስቶስ የፍቅርዎ ኣይረኣይዎን ግና እንታይ ገብሩ ይኣምንዎ ኣምላኽ ባረኽ ጴጥሮስ ኣነ ከም ዝመስለኒ እየ ዛረብ ዘለኹ ብዛዕባ እዞም ሰባት ናቶም ክሓስብ ከሎ ዝግረም ይመስለኒ ምክንያቱ ንሱ ብዛዕባ ገዛ ርእሱ ክሓስብ ከሎ ንጎይታ ኢየሱስ ክርስቶስ እንታይ ገይሩ እዩ ርእይዎ እዩ ምስኡ በሊዑ ምስኡ ተመላሊሱ እንደገና እውን ጎይታ መይቱ ተቐቢሩ ተንሲኡ ርእይዎ እዩ መጽሓፍ ባርኽ ትንሳኤ እውን ካብ ኢዱ በሊዑ እዩ ሃዋርያ ጴጥሮስ ክዓርግ ከሎ ከዓ ርእይዎ እዩ ጎይታ ይባርኽ ተመሊሰ ክመፅእ ከሎ ከዓ ኢልዎ እዩ እዚ ይፈልጥ እዩ ጴጥሮስ ነገር ግን እዞም ህዝቢ እዚኦም ግና ኣይረኣዩ ኣይነበሩ ነዚ ከይረኣዩ ዝኣምሉ ዘምልኽዎ ዘለዉ ጌታ ዝኣምንዎ ዘለዉ ጌታ ብዛዕባኦም ዝግረም ዘሎ መስለኒ ኣምላኽ ባረኽ ጴጥሮስ ከምዚ ኢሉ ኣሎ ኣብ ምዕራፍ ካልኣይ ጴጥሮስ ምዕራፍ ሓደ ዓሰርተ ሽዱሽተ ክሳዕ ዓሰርተ ሸውዓተ ከምዚ ኢሉ ኣሎ፣ ነቲ ናይ ጐይታና የሱስ ክርስቶስ ሓይልን ምጽኣትን ክንነግረኩም ከሎና፣ ነቲ ናይ ግርማኡ ብዓይንና ዝረእናዮ ምስክር ኰይንና ኢና እምበር፣ እተጣበቦ ጥውጽዋያት ኣይሰብዓን ኣይሰዓብናን፣ ካብቲ ግኑን ግርማኡ ክብሪ ብእኡ ዘሰመርኩ ፍቕሪ ወደይ እዚ እዩ ዝብል ድምጺ ምስ መጸ፣ ንሱ ካብ እግዚኣብሔር ኣቦና ክብርን ግርማን ተቐበለ ዝብል ኣሎ ውሽጡ ዝሓደረ ነገር ኣሎ ውሽጡ ኣሎ ኣምላኽ ባረኽ ኣሎ ርእዩ እዩ። ስለዚ ነቶም ኣብያቶም ክሪኦም ከሎ ይገርሞም ይህሉ ኸውን እዚ ታሪክ እዚ ኣብ ወንጌል ማቴዎስ ምዕራፍ 17 ካብ ሓደ ክሳዕ ሸውዓተ ዘሎ ክተንቦ ትኽእሉ ኢኹም ማርቆስ ትሽዓተ እስራን ሸሞንተን ክሳዕ ሰላሳን ሽዱሽተን ዘሎ ክትርእይዎ ትኽእሉ ከምኡ ሉቃ ትሽዓተ ካብ ክልተ ክሳዕ ሸውዓተ ተፃሒፉ ኣሎ ካልእ ጴጥሮስ ዝሰምዖን ዝረኣዮ ነገር እንታይ ኣሎ እቲ ዲዲሞስ ዝተብሃለ ቶማስ መፂኡ ንጎይታ እቲ ናቱ ቁስልን እቲ ናቱ ሽንካር ተገብረሉ ከይደሃሰስኩ ከይረኣኹ ኣምኔ ምስ በለ ጐይታ ኻንኻ ድሕሪ ሰሙን ኣብቲ ዘለዎ ቦታ ምስ ወጸ እንታይ ኢልዎ ኣሎ? ቶማስ ንዓ ኣጻብዕኻ ኣብዚ እቱ ኣእዳወይ ርኤ ኢልዎ ኣሎ። ግና እንታይ ኢልዎ ሽዑ እቶም ከረኣዩ ዝኣምኑ ብጹኣን እዮም ዝብል ቃል ነጊርዎ ኣሎ። ስለዚ እግዚኣብሔር ኣምላኽ ይመስገን እዚኦም ከይረኣዩ ይኣምኑ ኣለዉ። ከይረኣዩስ ብምእማኖም ዝያዳ ብጽእና ኣለዎም ማለት እዩ። ዝያዳ ክብሪ ኣለዎም ዝያዳ ጽቡቅ ነገር ኣለዎም ኣምላኽ ይባረኽ እናረኣኻ ንምእማን ብጣዕሚ ቀሊል እዩ እምነት ግና ኢሉ ቃል ኣምላኽ ነቲ ዘይረአ ዘሎ ንዕኡ እርግጽ ምግባር እዩ ኢሉና ኣሎ ሃርያ ዮሃንስ ብዛዕባ ፍቕሪ ከምዚ ኢሉ ተዛሪቡና ኣሎ ነቲ ዘይረኣዮ ሓዉ ዘየፍቅርስ ሶሪ ነቲ ዝርእዮ ዘሎ ሓዉ ዘየፍቅርስ ናይ ዝሪኦ ኣምላክ ከፍቅሮ ኣይከኣሎን እሞ ንሓዉ እናጸለስ ንኣምላኽ ኣፍቅሬ ዝብል እንተሎ ንሱ ሓሳዊ ኢሉና እዩ ስለዚ እዞም ሰባት እዚኣቶም እንታይ ማለት እዮም ንኣሕዋቶም የፍቅሩ እዮም ሓዉ ሓብት ከመይ ኣለኻ ከመይ ኣለኹ ሎሚ ኣገዳሲ ነገር እዩ ከመይ ኣለኻ ከመይ ኣለኺ ኣገዳሲ እዩ። ንኣምላኽ የፍቅሮ እየ ትብል እንተ ኣለኻ ኮንካ እሞ ከዓ ምስ ሓውካ ምስ ሓብትኻ ከዓ ሰላም እንተዘይብልካ ኣብ ገዛኻ ሰላም ዘይብልካ እንተኾንካ እዘን ትሕሱ ኢኻ ዘለኻ ኢሉ ዘሎ እዚ ናይ እግዚኣብሔር ሰብ መንፈሳዊ ነገር ወይ ካንኻ ናይ ክርስትና ነገር መጀመርያ ካብ ገዛኻ ካብ ውሽጥኻ እዩ ዝጅምር ካባኻ እዩ ዝጅምር ማለት እዩ ሽዑ ብኡ ጌርካ ንኣምላክካ እንታይ ትገብሮ ተኽብሮ ጎይታ ይባረኽ የሱስ ንምንታይ ይፍቀርን ይእመንን ዝብል ሕቶ ክህሉ ኣገዳሲ እዩ መን እዩ የሱስ ክርስቶስ ንምንታይ ይፍቀር ንምንታይ ኢኻ ህወትካ ትህቦ ንምንታይ ኢኻ ኩሉ ዋጋ ትኸፍል እዚ ክርድኣና ግባእ እዩ። በዓሉ ጴጥሮስ ኣብ ቀዳማይ መልእክቱ ካልኣይ ምዕራፍ ካብ ቁፅሪ ዕስራን ክልተን ዕስራን ኣርባዕተን ከምዚ ኢሉ ኣሎ ንሱ ኢልዎ ሓጢኣት ዘይገበረ ተንኮሉ ናብ ኣፉ ዘይተረኽበ ምስ ጸረፍዎ መሊሱ ዘይጸረፈ መከራ ምስ ኣጽግብዎ ኸኣ ነቲ ብቕንዕና ዝፈርድ ደኣ ነገሩ ኣሕሊፉ ሃበ እምበር ዘየፈራርሐ ንሓጢኣት ሞይትናስ ንጽድቂ ምእንቲ ክንነብር ንሱ ባዕሉ ንሓጢኣትና ኣብ ስግኡ ኣብ ዕንጨይቲ ጾሮ፣ ብቁስሉ ኢኹም ዝሓወኹም ይብለና ቀዳማይ ጴጥሮስ ምዕራፍ ክልተ ቁጽሪ ዕስራን ክልተን ዕስራን ኣርባዕተን። መን እዩ እዚ የሱስ ክርስቶስ? እዚ ዝፍቀር ዘሎ እዚ እመን ዘሎ የሱስ ክርስቶስ መን እዩ? ወላ ሓጢኣት ወላ ሓጢኣት ዝበሃል ኣብኡ ዘይተረኽበ ሰብ እዩ። ተንኮል ዝበሃሉን ኣብሃቡ ኣይተረኽበን። ምስ ጸረፍዎ እውን መሊሱ ኣየጸረፈን። መከራ ምስ ኣጽገብዎ እውን ነቲ ጉዳዩ ነቲ ብቕንዕና ዝፈርድ ኣምላኽ ደኣ ኣሕሊፉ ሃበ እምበር ንማንም እኳ የፈራርሐን ኢሉ ንሓጢኣት ሞይትናስ ንጽድቂ ምእንቲ ክንነብር ንሱ ባዕሉ ንሓጢኣትና እንታይ ገበረ ኣብ ስግኡ ጸዕኖ ኣበይ ኣብ ዕንጨይቲ ሰቒልዎ እብለና ኣሎ። ጳውሎስ ከኣ እንታይ ኣሎ ንሕና ብእኡ ጽድቂ ምእንቲ ንከውን ንሱ እንታይ ኮነ ሓጢኣት ኮነ ኣምላኽ ባረኽ ኣብ መስቀልሲ ምልዋጥ ኮይኑ እግዚኣብሔር ኣምላኽ ኣብ መስቀል ምልዋጥ ኮይኑ የሱስ ክርስቶስ ሓጢኣት ክኸውን ኣነ ንስኻትኩም ካን ኸኣ ጽድቂ ክንከውን። ታሪክ ናይ መስቀል እዚ እዩ። ታሪክ ክርስትና ካብዚ ወጻኢ እዚ ወላ ሓንቲ ነገር የብሉን። ኣብ መስቀል እንታይ ኮይኑ ኢየሱስ ክርስቶስ ሓጢኣት ክኸውን ንሕና ደቂ ኣዳም ከዓ እንታይ ንከውን ጽድቂ ንከውን ክርስትና እዚኣ ኣምላኽ ይብለና ንዓለም ስለ ዘፍቀራ በቲ ሓደ ወዱ መንታን ቅድሕ እንተገይሩ ነቲ ሓደ ወዱ ኣሕሊፉ ሓበ ይብለና ነቲ ሓደ ወዱ እንታይ ገበረ ኣሕሊፉ ሃበ ይብለና ስለዚ እንታይ ማለት እዩ ንሕናሲ ዝያዳ ሓደ ወዱ ኮይንና ማለት እዩ እዚ ኣብ ክንዳና ኩሉ ዝኸፈሎ ጎይታ ክንድኡ እዩ ክክበር ዘለዎ ክንድኡ እዩ ክእመን ዘለዎ ማለት እዩ ንሕና ፅድቂ እንከውን ንሱ እንተኾነ ሓጢኣት ኮነ ክርስትና እዚ እዩ እንተዘይተረዲኡና ናይ ብሓቂ ክርዳእና ግባእ እዩ ኣበይ ኮነ እዚ ኣብ መስቀል ኮነ እንታይ ኢሉ ጳውሎስ እንታይ ኢሉ ጴጥሮስ ንሓጢኣትና ኣብ ስግኡ እንታይ ገበሮ ኣብ ዕንጨይቲ ሰቐሎ ጸሮ ብቕትሉ ኢኹም ዝሓውኹም ይብለና ኣሎ ስለዚ ክርስትና ከም ዝኣምሰለ እዩ ነዚ እቲ ጎይታ ክእመን ዘሎ ነዚ ጎይታ ክፍቀር ዘሎ ማለት እዩ ካብኡ ዋላ ሓንቲ ነገር ተረፈ የለን ኩሉ ነገር ገይሩልና ኣሎ ኣምላኽ ባረኽ ድሓር ቀጺሉ ኣብኡ እንታይ ዝብል ኣሎ መደምደምታ እምነትኩም ዝብል ቃል ኣሎ ወይ ከዓ ሓረግ ኣሎ መደምደምታ እንታይ እምነትኩም እምነት እንታይ ኣለዋ መወዳእታ ኣለዋ እዩ ዝለና ዘሎ ቃላ መደምደምታ እምነትኩም እምነት እንታይ ኣለዋ መወዳእታ ኣለዋ ምክንያቱ ነቲ ዘይትሪኦ ዘለኻ እሞ ብእምነት ብተስፋ ትጽበዮ ዘለኻ ምስ ረኸብካዮ ተወዲኡ ድሕሪኡ ምእማን ዘድልየካ ወላ ሓንቲ ነገር የለን ማለት እዩ ስለዚ እምነት መወዳእታ ኣለዋ እዞም ኣሕዋት ከኣ እምበኣረይ እንታይ ኣሎ እዚ ኩሉ መከርኦም ይኹን ነዚ ኩሉ እምነትኩም ኩነታቶም ክልውጥ ዝኽእል መወዳእታ መዓልቲ ኣሎ መዓስ የሱስ ክርስቶስ ገጽ ንገጽ ምስ ረኸብኦ ሓው ሓብቲ ሎሚ ነዚ የሱስ ክርስቶስ ትጽበዮ ኣለኻ ድኻ ትጽበዮ ኣለኺ ዲኺ? ነዚ የሱስ እዚ ክትረኽብዮሲ ሃረርታ ኣሎኪ ድዩ? ነዚ የሱስ ክትረኽቦስ ሃረርታ ኣሎካ ድዩ? ኣገዳሲ ምድሓን ነፍሳትኩም ሶሪ መደምደምታ እምነትኩም ዝብል ቃል ብጣዕሚ ኣገዳሲ እዩ። እምነት ኢሉ ኣሎ ዕብራውያን፣ ነቲ ተስፋ ዚግበር ነገር ርግጽ ምግባር፣ ነቲ ዘይርኣ ነገር ምርዳእ እያ ኢሉ ኣሎ። ስለዚ፣ እምነት ብዘይ ምርኣይ፣ ነቲ ትጽበዮ ዘለኻ እዎ ከምኡ ኢልካ ምቕባል እዩ። ክርስትና ኣብዚ እተመስረተ እዩ። ክርስትና ኣብ እንታይ እተመስረተ እዩ? ኣብ እምነት እተመስረተ እዩ። ምድሓን ነፍሳትኩም ዝብል ኣሎ ብድሕሪኡ ምድሓን ነፍሳትኩም ነፍስስ እንታይ ዝብለና ዘሎ ትድሕን እያ ይብለና ኣሎ እምበር ቁርብቲ ብዛዕባ ምድሓን ዝብል ቃል ክንዘራረብ የድልየና እዩ ኣብ ምድሓን ሰለስተ ደረጃ ምድሓን ከም ዘሎ ኣይንረስዕ ሰለስተ ደረጃ ምድሓን ከም ዘሎ ኣይንረስዕ። እቲ ቀዳማይ ደረጃ ምድሓንና ምድሓን ነፍሲ መንፈስና እዩ። ኣምላኽ ባረኽ ምድሓን መንፈስና መዓስ እዩ ዝፍጸም እንተ ኢልና ንጎይታ የሱስ ክርስቶስ ንስኻ ኢኻ ጎይታየ ንስኻ ኢኻ ገዛእየ ንስኻ ኢኻ ኣምላኸ ንዓኻ እግዛእ ምሰልና ሽዑ እቲ ብኽሩ ምድሓንና እቲ መጀመርያ ምድሓንና ይፍጠር እሱ ኸ እንታይ እዩ እቲ ካብ ኣምላኽ ተፈልዩ ዝነበረ መንፈስና ምስ ኣምላኽ ቀዳማይ ርክብ ክገብር ጅምር ሰብ ከምቲ ቃል ኣምላኽ ዝብለና ቀዳማይ ተሰሎንቄ ሓሙሽተ ዕስራን ሰለስተን ዝብለና መንፈስ ስጋ ነፍሲ ኣለዎ ነፍሲ ሶሪ መንፈስ ነፍሲ ስጋ ኣለዎ ሰብ ስለዚ ደረጃ ምድሓን ኣሎ ነዞም ሰለስተ ኣካላት ሰብ ወይ ኢንቲቲ፣ መንነት ሰብ፣ ደረጃ ምድሓን ኣለዎም። እዚ ክርድኣና ብጣዕሚ ይደሊ። እዚ እንተይተረዲኡና መጽሓፍ ቅዱስ ንምርድኡ ብጣዕሚ ክቸግረና እዩ። ስለዚ እንታይ ይብሎም ኣሎ? ምድሓን ነፍሳትኩም ምስ ረኸብኩሞ እቲ ኦልቲሜት ጎል እቲ ናይ መጨረሽታ ክትበጽሕዎ ዘለኩም ነገር ምስ ረኸብኩሞ ንሱ ኸ እንታይ እዩ? ምድሓን ነፍሳትኩም ምስ ረኸብኩሞ እንታይ ክኾኑ ኢኹም? ዓብዪ ሓጎስ ክትሕጎሱ ኢኹም ይብል ኣሎ። እንታይ ኢሉ ሃርያ ጳውሎስ ኣሎ? ኣምላኽ ሰላም ባዕሉ ኸኣ ንኹለንትናኹም ይቀድሶ፣ በቲ ምጽኣት የሱስ ክርስቶስ ብዘሎ መንፈስኩም ነፍስኹም ስጋኹምን ብዘይ መንቅብ ክርከብ ይተሓሎ ኢሉ ኣሎ። ብዘይ መንቅብ ይተሓሎ። መንፈስና እቲ ንጐይታ የሱስ ክርስቶስ መጀመርያ ክንቅበሎ ከለና ብኸምኡ እንረኽቦ ህያብ እዩ። ኣብዚ ቁርብተይ ክዛረብ እደሊ፣ ጸዲቕና ኢና ክበሃል ከሎ ሰባት ብጣዕሚ እዮም ዝሽገሩ። መን ኢኻ ንስኻ ጸዲቕና ትብል? ንምንታይ እንተተባሂሉ ንጽድቂ ካብ በዓልና ካብ ገዛእ ርእስና ስለ እንደሊ ኣብ መጽሓፍ ቅዱስና ግና ሓደ ጥራይ ጻድቕ ተረኺቡ ንሱ ኣብ መጽሓፍ ቅዱስና ሓደ ሰብ ጥራሕ ጻድቕ ተረኺቡ ንሱ ከዓ እዩ ስለዚ ከምቲ ኣንተ ቅድመ ዝበልክዎ ንየሱስ ክርስቶስ ምቕባልና ጎይታይን ኣምላኸይ ምባልና እንታይ ንገብር ማለት እዩ ንለዋወጥ ንፅርቂ ናቱ ንሕና ንወስድ ምክንያቱ እቲ ናትና ሓጢኣት ካኣ ንሱ ኣበይ ስለ ዝወሰዶ ኣብ መስቀል ስለ ዝወሰዶ ኣብኡ ካኣ እንታይ ስለ ዝጾሮ ኣብኡ ካኣ ስለ ዝሰቐሎ ስለዚ ድምፂ የሸግረና ስለዝነበረ ኣነ እውን ጠጠው ጠጠው እንዳበልኩ ኣሸግረኩም እየ መንጎ ሶሪ ኣእ ስለዚ ብዛዕባ ምድሓም ነብስና ክንዛረብ ከሎና ጸዲቅና ንብል ኣእ ጻድቅ ማለት እንታይ ማለት እዩ ምስ ኣምላኽ እንታይ ዝኾነ ትኽክል ዝኾነ ማለት እዩ ጻድቕ ማለት ማለት እዩ ምስ ኣምላኽ እንታይ ዝኾነ ትኽክል ዝኾነ። ማንም ሰብ ስጋ ዝለበሰ ማንም ሰብ ምስ ኣምላኽ ትኽክል ክኸውን ኣይክእልን እዩ ምንያቱ ኣምላኽና እንታይ የብሉን ኣበር የብሉን ኣብ ቅድሚኡ ይብለና ቃል ኣምላኽ ሰማያት እኳ ኣበር ኣለዎም ይብለና ኣብ ሰማያት እኳ እንታይ ኣለዎም ኣበር ኣለዎም ሓደ ግና ኣበር ዘይብሉ ተረኺቦ መን ንሱ ከዓ የሱስ ክርስቶስ እዩ ኣምላኽ ባረኽ ሎሚ ነዚ ኢየሱስ ብምቕባልና ነዚ ኢየሱስ ክርስቶስ ብምውሳድና ንሕና ጻድቃን ንኸውን ኣምላኽ ባርኽ ጻድቕ ማለት እዚ እዩ ጻድቕ ማለት ንኢየሱስ ክርስቶስ ናተይ ኢኻ ኢሉ ተቐበለ ገዛኣየይ ንስኻ ኢኻ ኣምላኸይ ንስኻ ኢኻ ንስኻ ኢኻ ተእትወኒ ንስኻ ተንብረኒ ምሳኻየ ኢሉ ሂወቱ ንየሱስ ክርስቶስ ዝሃበ ዘበለ ኩሉ ንሱ እንታይ ክኸውን ጻድቅ ክኸውን ቃል ኣምላኽ ባርኽ እዚ እንስታንት እዩ ከምኡ እዩ ከምኡ እዩ በቃ ብሓደ ግዜ ዝኸውን ነገር እዩ ትኣምን ይኸውን እመን ንስኻን ቤትካን እንታይ ትኾኑ ኢኹም ክትድሕኑ ኢኹም ክጥመቕ ማይ ማይ ክጥመቕ እንታይ ከልክለኒ እንተኣሚንካ ብኹሉ ልብኻ እንተኣሚንካ ክኾነልካ እዩ የሱስ ክርስቶስ ወዲ ኣምላኽ ምዃኑ ይኣምን ኣለኹ ተጥመቕ እምነት እያ እታ ወሳኒት ነገር ኣዚኣ ማለት እዩ ኣብ መንግስትኻ ክትመፅእ ከለኻ ዘክረኒ ጎይታይ ኣብ መንግስትኻ ክትመፅእ ከለኻ ዘክረኒ ኣብ መንግስተይ ሎሚ ምሳይ ክትከውን ኢኻ ዘሴ ተወዲኡ እዚኣ እያ ግን ሓደ ሓደ ግዜ ዝለመድናዮ ክስታይ ኣሎ ቃላት ኣሎ ብጣዕሚ ዘሸግረና ኣነ ቀደም ወላሒ ክበሃል ከሎ ኣስላማይ ጥራሕ ዝብሎ መስለን ነይሩ እና ዝለመድናዮ እንታይ እዩ ኣስላማይ ጥራሕ ክብሎ ኢና ንሰምዕ ስለዚ ንእስልምና ሃይማኖት ሰዓብቲ ጥራሕ ዝተዋህበ እዩ ዝመስለኒ ወላሂ እዚ ዝብል ቃል ንመጀመርያ ግዜ ብ ሰብዓን ኣርባዕተን ሱዳን ከይደ እየ ኩሉ ሰብ ወላሂ ወላሂ ክብል ሰማዕኩ ወለ ከመይ ድዩ ኢለ ሓቲተ ን ወላሂ ማለት ድኣ ሓቂ ማለት እንዳሉ ሓቂ ሓቂ ማለት ሓቂ ማለት እንዳሉ ኢሎምኒ ወለኸ እሞ ብኻልእ ቋንቋ ስለ ንሰምዖ ዘለና እዩ እምበኣረይ ካልእ ሃይማኖት ኮይኑ ዝሰምዐና ዘሎ ኣሕዋተይ እንለምዶ ነገራት ኣሎ ኣምላኽ ይርዳኣና ካብ ልምዲ ወጺእና ነቲ ሓቂ ነገር ሒዝና ብኡ ክንመላለስ እንሽገሮ ነገር ኣሎ እቲ ጽድቂ ዝብል ቃል ሰብ ፈጺሙ ክጸድቕ ኣይኸል ብግብሩ ከም ጸድቕ ስለ ሰማዕና ዕድሜና ምሉእ ኣይከኣልን ኢልና ኢና ንሪኦ ነገር ግን ቃል ኣምላኽ ብለና ኣሎ እዚ ዘጽድቕ ሓደ እዩ እቶም ጸድቁ ኻን ኸኣ ነቲ ዘጽድቅ ንሓደ ምስ ተቀበሉ እዩ ኣምላኽ ባረኽ ስለዚ እዚኣ ምድሓን ነፍስና ሶሪ መንፈስና ትብል ነገር በዚኣ ክዛረባ እደሊ ሽዑ እዚ ልደት እዚ ምዝረኸብና እንታይ ኢልና እንታይ ክንብል ንኽእል ትምክሕቲ ኣለና ኣምላኽ ባረኽ እንታይ ኢሉ ሃዋርያ ጳውሎስ ንሰብ ሮሜ ክጽሕፈሎም ከሎ ኣብ ሻሙናይ ምዕራፍ ንስኻትኩምሲ ነቲ ብኡ ጌርና ኣባ ኣቦ ኣባ ኣቦ ኢልና እንጽውዓሉ መንፈስ ውልድነት ኢኩም ተቀበልኩ እምበር መንፈስ ባርነት ከም ባዕዲ ፍራት ኣይተቀበልኩምን ስለዚ እቶም ብመንፈስ ኣምላኽ ዝምርሑ ዘበሉ እቶም ብመንፈስ ኣምላኽ ዝምርሑ ዘበሉ ንሳቶም እንታይ እዮም ውሉድ ኣምላኽ እዮም ኣምላኽ ይባረኽ ውሉድ ኣምላኽ ምዃኖም ከኣ እቲ መንፈስ በዓሉ ምስ መንፈስና ኮይኑ ይምስክረልና ወይ ከኣ እዩ ዝምስክር ኣምላኽ ይባረኽ ሸሞንተ ሮሜ ሸሞንተ፣ ዓሰርተ ኣርባዕተ ክሳዕ ዓሰርተ ሽዱሽተ፣ ስለዚ እቲ ቀዳማይ ልደትና እንታይ ይበሃል? ከይንርስዕ ሰብ መንፈስ ኣለዎ ብዙሕ ግዜ ንሰምዖ ዘረባት ኣሎ መንፈስ እሞ ኣብ ስጋ ነብር ዝበሃል ኣሎ ነኖኖ ንሱ ጥራሕ ከምኡ ኣይኮነን we have to be careful ሰብ ስጋ ኣለዎ መንፈስ ኣለዎ ነፍሲ ኣለዎ ቃል ኣምላኽ ዝምህረና ነዚ ፈላሊና ብሓደ ክንጥቕልሎ እንተ ኣቢልና ክጥዕመና እንተ ከምዝጥዕመና ክንገብሮ ደለልና ብሓቂ ፋሕ ክብለና እዩ ነገር ግን መንፈስ ኣለዎ ሰብ እቲ መንፈሱ ከዓ ወይ ንኣምላኽ እዩ ዝግዛእ እቲ ከም ብሓድሽ ተወልደ ወይ ከዓ ንኻ ንገዛይ እዛ ዓለም እዛ ንጉስ እዛ ዓለም እዚኣ ዝግዛእ መንፈስ ኣለዎ ንሱ ከዓ እቲ እውን መንፈስ እዩ እቲ መንፈስ እዩ ኣምላኽ መንፈስ እዩ ጋኔን ከዓ መንፈስ እዩ መናፍስቲ እዩ ነየናይ ከም ንግዛእ ግና ክንውስን ይግብኣና እዩ ኣምላኽ ባረኽ እቶም ከም ብሓድሽ ዝተወልዱ ግና መንፈሶም እንታይ ይኸውን ምስ ኣምላኽ ይውሃድ እሞ እቲ መንፈስ እቲ እንታይ ይገብር ምስ ኣምላኽ ውሉዳት ምዃኖም ደቂ ኣምላኽ ምዃኖም እንታይ ይገብር ይምስክር እዩ ዝብለና ዘሎ ቃል ኣምላኽ ኣባ ኣቦ ኢልካ ኣቦይ ናተይ ኢልካ ንምፅዋዕ መሰል የውህበካ ማለት ኣምላኽ ባረኽ ጳውሎስ ኣብ ካልእ ከኣ እንታይ ኢሉና ኣሎ? እቲ ኣብኡ ዘሎ መንፈስ እንተ ዘይኰኑስ፣ ኣብ ሰብ ዘሎ ነገር ዚፈልጥከ እንታዋይ ሰብ እዩ? ከምኡውን መንፈስ ኣምላኽ እንተ ዘይኰነስ፣ ነቲ ኣብ ኣምላኽ ዘሎ ሓደ እኳ ዚፈልጦ የልቦን። ስለዚ፣ ብዛዕባ መንፈሳዊ ነገር፣ ብዛዕባ ዘለኣለማዊ ነገር፣ ብዛዕባ ሰማያዊ ነገር እንተ ደኣ ክንፈልጥ ዄንና፣ ኣበይ ኣበይ ኢና እንፈልጦ? ብመንፈስና ኢና ምስ ኣምላኽ። ምኽንያቱ፣ ጐይታ የሱስ ክርስቶስ ነታ ሳምራዊት ሰበይቲ እንታይ ኢልዋ ኣሎ? ኣቲ ሰበይቲ፣ ድሕሪ ደጊም ንሕና፣ ኣብ የሩሳሌም ሶምካን ኻብ ዝገቦ ዘይተምልኩሉ መዓልቲ ቀሪቡ ኣሎ ሳኻ ሕጂ እያ እሱ ኻኣ እንታይ እዩ ኩላህና ብመንፈስ ኣብ ሰማያት ኢና ነምልኽ ዋይ እቲ ሊቀ ካህንና ኣብኡ ስለ ዘሎ ኣምልኾ ባርኽ ኣብቲ ሊቀ ካህን ዘለዎ ኣብኡ እዩ ኣምልኾ ዘሎ ኣብቲ ሊቀ ካህንና ዘለዎ ቅድስተ ቅድሳን ኣሎ ኣብኡ ኢና ነምልኽ ኣምላኽ ይባረኽ። እዚ ክርድኣና ተስፋ እገብር ስለዚ እዚ ምጽዳቕ ዝብል ቃል ተጻሒፉልና ጽድቃ ቅድሚ እግዚኣብሔር ቅኑዕ ወይካ ትክክል ኮንካ ምርካብ ማለት እዩ ሓዋርያ ጴጥሮስ ካልኣይ ምዕራፍ ክልተ ዕስራን ኣርባዕተን ከዓ እንታይ ኢሉና ኣሎ ንሓጢኣት ምስናስ ንጽድቂ ክንነብር በዓሉ ንሓጢኣትና ስጋና ጸዓኖ ወይ ከዓ ጸሮ ኢሉና ኣሎ ከምኡውን ጳውሎስ ኣብ ሮሜ ምዕራፍ ሰለስተ ሮሜ ምዕራፍ ሰለስተ ኣንቢብና ክንርዳእ ንኽእል ኢና። ብፍላይ ሮሜ ምዕራፍ ሰለስተ ጽቡቕ ገይሩ ገሊጹልና ኣሎ ብዛዕባ እዚ ነገር እዚ። እንደገና ኣብ ካልኣይ ቆሮንጦስ ሓሙሽተ ዕስራ ዕስራን ሓደን ኣንተዎ ነጊረኩም ኣለኹ ንሱ ሓጢኣት ኮይኑ ንሕና ጽድቂ ከም ዝኾንና። እንደገና ሮሜ ሸሞንተ ዓሰርተ ኣርባዕተ ዓሰርተ ኣርባዕተ እንደገና ክትርእይዎ ይላበኩም። ደሓር ካብኡ ምድሓን ነፍስና እያ ኣብዚ እዩ ዘሎ እቲ ወጥሪ እቲ ወጥሪ ዘሎ ኣበይ ኣብዚ መድሪ እዩ ገድሊ እዩ እዚ ምድሓን ነፍሲ ማለት ትጋደል ኢኻ ኣብዚ ምድሪ እዚ ከለኻ ብገድሊ ትኣቱ እዞም ሰባት እዚኣቶም እዚኦም ሎሚ ንዛረበሎም ዘለና ነዚ ኢየሱስ ክርስቶስ ከይረኣይዎ ዝኣምንዎ ዘለዉ ነዚ ኢየሱስ ክርስቶስ ከይረኣይዎ ዘፍቅርዎ ዘለዉ ብዛዕብኦም ንዛረብ ዘለና እንታይ እዩ በቲ ዝሓልፍዎ ዘለዉ ገድሊ ኢና ኣብ ኣብዚ ምዕራፍ እዚ ቁጽሪ ሸውዓተን ቁጽሪ ሶሪ ቁጽሪ ሽዱሽተን ሸውዓተን እንተ ርኢና ብሓዊ ከምቲ ወርቂ ብሓዊ ዝሓልፍ እሞ ጸሪኡ ኸኣ መንነቱ ዝፍለጥ ኣብኡ ኸኣ ንሳቶም ብሓዉ ከም ዝሓልፉ ዘለዉ ጴጥሮስ ተናጊሩ ኣሎ ተዛሪቡ ኣሎ እዞም ሰባት እዚኣቶም ብሓዉ ዝሓልፉ ዘለዉ ብመከራ ዝሓልፉ ዘለዉ ህዝቢ ኣምላኽ እዮም ስለዚ ምድሓን ነፍሲ ከምዚ ኣምሰለ እዩ ገድሊ እዩ እብለኩም ኣለኹ ገለ ገለ ቀዳሞት ሰባት ደኖሚኔሽንስ ንበሎም ድሕንካ ኢኻ ድሕንካ ኢኻ ድሕንካ ኢኻ ድሕንካ ኢኻ እንዳበሉና ስለ ዝበልና ምናልባት እዚ ፋሕ ከይብለና ብጣዕሚ ፈርሕ ሓጢኣት ዝገብር መንግስቲ ሰማይ ኣትን እዩ ቃል ኣምላኽ ብለና እዩ ስለዚ ዊ ሃብ ቢ ኬርፉል ያእ ምድሓን ነፍሲ ዝብሃል ኣሎሆ እሱ እንታይ ይብሃል ቅድስና ይብሃል ቃል ኣምላኽ ምድሓን ነፍሲ ምቅዳስ ምፍላይ ፈሪሳዊ ምዃን ካልእ ቃል እዩ ፈሪሳውነት ናይ ፈሪሳዊ ዝብሃል ቃል ብጣዕሚ ዘጽላኣኒ ሓቀይ ዶ ከምኡ እንዲ ሓቀና ከምኡ እንዳንጸልእ ፈሪሳዊ ክብሃል ከሎ ንምንታይ ፈሪሳውያን እዮም ንየሱስ ክርስቶስ ቐይሎሞ እዚኦም ክፉኣት ግን ብቃል ንቃሉ እንተወሲድናዮ ግና ትርጉሙ እንታይ ማለት እዩ እተፈለየ ንኣምላኽ እተፈለየ ንኣምላኽ እተቀደሰ ማለት እዩ እተፈለየ ከምቲ ኣንተቦ ዝበልኩኹም ወላሂ ማለትሲ እንታይ ኢለኩም ነስላማይ ጥራሕ ተዋህቦ መስልና ነይሩ ኣይኮነን ቋንቋ እዩ ቃል እዩሞ ኩሉ ሰብ ክብሎ ዝኽእል ቋል እዩ ኣብ ሱዳን ዝነበረ ሰብ እንተ ኣሎ ኮይኑ ንዑ ወላሓንቲ ኖርማል ነገር እዩ ነዞም ኣብ ከበሳ ዝዓበና ግና ወላሂ ማለት ናይ ማለት እዩ ኣስላማይ ጥራሕ ዝብሎ ቋንቋ እዩ ከምኡ ዝኣምሰለ ኣብ ባህልታትና ዝለመድናዮ ኣነ ኣስዮም ዝገበርናዮ ዝመስለና ነገራት ኣሎ we have to be careful ሎሚ ፈሊና ክንፈልጥ ብጣዕሚ ይዛረብ ኣለኹ መጽሓፍ ቅዱስና ነዚ ምድሓን እዚ ነዚ ናይ ነፍሲ ምድሓን ብሰለስተ ደረጃ ኣሚጦ ከም ዘሎ ክርኢ ይፈቱ እቲ ቀዳማይ ደረጃ እንታይ ይብል ሓዋርያ ጳውሎስ ምስ ሰብ ሮሜ ክጽሕፍ ከሎ ሽዱሽተ ዓሰርተ ሓደ ንሓጥያት ሞይትና ንክርስቶስ ህያዋን ኮይንና ይብለና። ኣብ the same ምዕራፍ ኣብኡ ከኣ እንደገና ኣብ ቁጽሪ ሽዱሽተ ዓሰርተ ኣርባዕተ ኣብ ትሕቲ ባርነት ወይ ግዝኣት ሓጢኣት ከምዘይኮንና ይሕብረና። ሮሜ ሽዱሽተ ዓሰርተ ኣርባዕተ ዝብል ዘለኹ እንደገና ባሮት ጽድቂ ጥራሕ ከምዝኾንና ኣብ ሮሜ ሽዱሽተ ዓሰርተ ሸውዓተ የብለና። ስለዚ እንታይ ዝብል ዘለኹ ሮሜ ሽዱሽተ ዓሰርተ ሓደ ነንብቦ ሮሜ ሽዱሽተ ዓሰርተ ኣርባዕተ፣ ሮሜ ሸሞን ሽዱሽተ ዓሰርተ ሸውዓተ፣ ክርድኣና ይግባእ እዩ። ንሕና እቲ ቀዳማይ እካ ደረጃ ምድሓን ነፍስና እዚ እዩ። ንመን ንነብር ማለት እዩ? ንኣምላኽ ንጎይታ። ባሮት ጎይታ የሱስ ክርስቶስ ንኸውን ኣምላኽ ባርኽ። በዓል ያእቆብ በዓል ጳውሎስ እዮም ኣነ ባርያ ክርስቶስ ኢሎም እዮም ኣምላኽ ባርኽ። ኦ ያእቆብ ዳ ሓዉ እንድዩ። ንሓውኻሲ ባርኡ ትኾኖ? ኖኖ ኖኖ የሱስ ክርስቶስ መን ምዃኑ ምስ ፈለጥካዮ የሱስ ክርስቶስ ምስተረደኣካ፣ ካብኡ ዝዓቢ ወረ ሓደ ካልእ ከም ዘየሎ ምስ ፈለጥካ፣ ባርያ እባ ትኸውን፣ ወረ ካብ ባርያ እውን ዝተሓተ ክትከውን ትደሊ እንተ ተኽኢልካ። እወ፣ ያእቆብ ዶ ሓዉ እንድዩ፣ ሓዉ እኮ እዩ፣ ሓዉ እዩ፣ ምስኡ ዓብዩ፣ ምስኡ በሊዑ ሰትዩ፣ ምስኡ ዓብዩ። ግናኸ ኣነ ባርያ መን ይብል? የሱስ ክርስቶስ ይብል ጳውል፣ መን ሽሙ? ያእቆብ። እንታይ ንምንታይ መስለኩም ተረዲእዎ ስለ እተረድኦ ስለዚ እዚ ኣቲቱድ እዚ እዚ ኣተሓሳስባ እዚ ኢዩ ኢዩ ዘሎ ማለት ኢዩ እቲ ቀዳማይ ደረጃ ናይ ነብስና ምድሓን እዚ ኢዩ እዚ ከምዚ ዝኣምሰለ ኣተሓሳስባ እንተ ኣልና ኮይኑ ኮይኑ ናብቲ ቅኑዕ ዝኮነ መንገዲ ንከይድ ኣለና ማለት ኢዩ የሱስ ክርስቶስ ጎይታ ከም ምኮኑ ተተረዲእና ካልኣይ ደረጃ ንሪኦ ካልኣይ ቆሮንጦስ ሰለስተ ዓሰርተ ሸሞንተ ንረክቦ ንክርስቶስ ክንመስል እንዳተለወጥና ኢና ንኸይድ ንክርስቶስ ክንመስል እንታይ ንኸውን እንዳተለወጥና ንኸይድ ቃል ኣምላኽ ብለን ኣንብቦ ካልኣይ ቆረንጦስ ሰለስተ ዓሰርተ ሰለስተ መዓልቲ መዓልቲ እንነብሮ ናብራ እዩ ቅድስና ቆሎሴ ሳልሳይ ምዕራፍ ቁፅሪ ዓሰርተ ንርኣዮ ጳውሎስ እውን ባዕሉ እንታይ ኢሉ ኣሎ ኣብ ፊልጲ ሰለስተ ዓሰርተ ክልተ ኣነ ነቲ ንዕኡ ክኸውን ብክርስቶስ ኢየሱስ እተረኸብኩ ምእንቲ ክረኽቦ ንቕድሚት እንታይ እገብር ኣለኹ እደፍእ ኣለኹ እምበር ቅድሚ ሕጂ ከም ዝረኸብኩዎ ወይስ ቅድሚ ሕጂ ፍጹም ከም ዝኾንኩ ኣይኮንኩን ይብል ኣሎ ኦ ጳውሎስ ከምኡ እንተ ኢሉ ገረበሪ እንዳ እሞ እንታይ ክትብል ኢኻ ኣምላኽ ርዳእኒ ዋው ኣምላኽ ርዳኣኒ ኣምላኽ ርዳእኹም ኣሕዋተይ እንታይ ኣሎ ጳውሎስ ግና ከም ዝረኸብክዎ ኣይመስልንና ኣለዉ ብሕጂ ግና ክረኽቡ እንታይ ገብር ኣለኹ ይደፍእ ኣለኹ ኢሉ ጎይታ ባረኽ ነብቦ ንጥቕሲ እንደገና ኣነ ነቲ ንኡ ክኸውን ብክርስቶስ ኢየሱስ ተረኸብኩ ንኡ ክኸውን ብኢየሱስ ክርስቶስ ተረኸብኩ ምእንቲ ከርክቦ ክረኽቦ ሶሪ ንቅድሚት ደፋ ኣለኹ እምበር ቅድሚ ሕጂ ከም ዝረኸብኮ ወይስ ቅድሚ ሕጂ ፍጹም ከም ዝኾንኩ ኣይኮነን ኣይኮንኩን። ስለዚ ቅድስና እንታይ እዩ? እትኸዶ መንገዲ እዩ፣ እትነብሮ ናብራ እዩ። ገለ ገለ ሰባት ግና ኢሎም ኣሎ ቃል ኣምላኽ መርከብ እንታይ ትገይራ ኣብ መንገዲ ሰይራቶም እያ። ገሊኦም ከኣ ዘመርቲ እንታይ ኢሎም ኣለዉ ገና ኣብቲ ወደብ ከይበጽሐት ገሊኦም እታ መርከብ ኣብቲ ወደብ ከይበጽሐት ዘሊሎም ከይዶም ኣለዉ ኢሉ ኣሎ። ቅድስና ንነፍሲ ምድሓን ብዛዕባ ቅድስና እየ ዝዛረብ ዘለኹ ደረጃታት ኣለዎ እቲ ቀዳማይ የሱስ ክርስቶስ ጎይታኻ ምዃኑ ምፍላጥ እዩ ትሕቲ ግዝኣት የሱስ ክርስቶስ ከም ዘለኻ ምፍላጥ እዩ እቲ ካልኣይ እናተለወጥካ ምኻድ እዩ ዝነበረካ ተጻዒንካዮ ዝመጻኻ ብካሻታት ዝነበረ ጸገማት ኩሉ እንዳ ደርበኻ እንዳ ደርበኻ ምኻድ እዩ ከም ጳውሎስ ተኾይኑልካ ኣምላኽ ባርኽ ኣብ በረኻ ዓረብ ከይድካ ንኹሉ ነገርካ ደርቢኻ ሓድሽ ሕይወት ሒዝካ ትለዓል ኢኻ ገሌና ግና ኣብቲ መስቀል ክሳዕ የሱስ ክርስቶስ ንበጽሕ እንዳ ደርበና እንዳ ደርበና ኢና ክንከይድ ጸገማትና ኣምላኽ ግና ይረድኣና ኣሎ ከኣ ንመላለስ ኣለና ኣምላኽ ኣይገድፍን እዩ እቲ ናይ ውሽጥና ሞቲቭ ወይ ከኣ ሓሳብ ድሌት ዝርኢ ኣምላኽ እዩ። ብንገብሮ ሓጢኣት ወይ ከኣ ብነኣብሶ ኣበሳ ኣይኮነን ኣምላኽ ዝርእየና። በየናይ ደኣ በቲ ሞቲቭና እዩ። ሞቲቭና ሓጢኣት ትቃጸወካ ኣላ እንዳተባሃልና እንተ ንመላለስ ኣለና ኮይንና ከም ቃየል ቦታ የብልናን ኣሕዋተየ። We have to be careful። ስለዚ ጳውሎስ ንሰብ ፊልጵዩ እንታይ ኢሎም ኣሎ? ኣነ ነቲ ንዕኡ ክኸውን ብክርስቶስ ዝተረኸብኩ ምእንቲ ክረኽቦ ንቕድሚት እደፍእ ኣለኹ እምበር፣ ቅድሚ ሕጂ ከም ዝረኸብኩዎ ወይስ ቅድሚ ሕጂ ፍጹም ከም ዝኾንኩ ኣይኮንኩን። እዚ ናይ ቅድስና ደረጃ ካልኣይ እዩ። ሳልሳይ ደረጃ ከም ኣማኒ ካብዚ ዓለም ምስ ሓለፍካ እሞ ናብ ክርስቶስ ምስ ከድካ ዝኸውን ነገር እዩ። ግናኸ ኢሉ እንደገና ጳውሎስ፣ እቲ ነዚ ዘዳለወልና ኣርብ መንፈሱን ከኣ ዝሃበና ኣምላኽ እዩ። ስለዚ ኩሉ ሳዕ እሙንቶ ኣላትና፣ ብእምነት እምበር ብምርኣይ ኣይኮንናን ንመላለስ ዘለና እሞ፣ ኣብ ስጋ ሰፊርና ከሉና ካብ ጎይታ ርሑቓት ከም ዝኾንና ንፈልጥ ኢና። ግናኸ እሙንቶ ኣላትና፣ ካብ ስጋ ግዒዝና ምስ ጎይታ ክንነብር እውን ባህጊ ኣለና። እዚ እቲ መጨረሽታ እዩ። የሱስ ክርስቶስ ምስ ረኸብካዮ ሃንጎፋይ ኢልካ ኣሕዋተይ ደኺሙካ እንተ ጸሒኑ ተሓሊሉካ እንተ ጸኒሑ ዓለም ኣዳፊኣትካ እንተ ጸኒሓ እዚ ናብራ ናይዚ ዓለም እዚ ዘይከኣል ኮይኑ ከቢዱካ ነይሩ እንተ ነይሩ ኮይኑ እሞ ተወዲኡ እንተ ኮይኑ የሱስ ክርስቶስ ምስ ረኸብካዮ ሓንጎፋይ ኢልካ ኣብኡ ምስ ወደቅካ ኣምላኽ ባረኽ እትዓርፎ ዕረፍቲ እዩ እዚ ዝዕረፍ ዕረፍቲ እዩ እዚ ምድሓን እዚ እምበኣር ሳልሳይ ደረጃ ድሕሪኡ ወላ ሓንቲ የለን የሱስ ረኺብካዮ ኢኻ እሞ ተወዲኡ እዩ ጎይታ ይባረኽ ካልኣይ ቆረንጦስ ሓሙሽተ ካብ ሽዱሽተ ክሳዕ ሸሞንተ እየ ዝዛረብ ዘለኹ ማለት እዩ። ድሕሪ ብድሕሪኡ ዘሎ ሳልሳይ ደረጃ ምድሓን ስጋና እዩ። ብዛዕባ እዚ ኣብ ካልኣይ ሶሪ ኣብ ቀዳማይ ቆረንጦስ ምዕራፍ ዓሰርተ ሓሙሽተ ኣጸቢቕና ክነንቦ ንኽእል ኢና ምድሓን ስጋና እዩ። እዚ የሱስ ክርስቶስ ምስ መጸ ካልኣይ ግዜ ዝኸውን እዩ። እዚ መዋቲ እንተ ኢሉ ኣሎ ዘይመውት ክኸውን እዩ። ከምቲ ክርስቶስ እተለወጦ ከምኡ ክርስቶስ መዋቲ ሒዙ ተመላሊሱ ክሳዕ መስቀል ከይዱ ተቐቢሩ እዩ። ክትስእ ከሎ ግና ዘይመውት ኮይኑ ተሲኡ እዩ። ኣምላኽ ይባረኽ። ከምኡ ከኣ ንሕና እዚ ዕድል ተዋሂቡና ኣሎ። ምክንያቱ ነዚ እዩ ጎይታ የሱስ ክርስቶስ ኣሕዋተይ ኢሉና። ኣሕዋተይ ኢሉና። ዘገርም ነገር እዩ። ዘገርም ነገር እዩ። ማዕሪኡ ገይሩና። ዋው! ስለዚ እዚ ናይ ስጋ ምድሓን ሽዑ እዩ ዝፍጸም። ስለዚ ክልተ ምድሓን ወላ ሓንቲ ነገር ዘይንገብሮ ነገራት ኣሎ። ናይ ነፍስና ሶሪ ናይ መንፈስና ምድሓንን ናይ ስጋና ምድሓንን ሓንሳእ ንሓዋሩ ዝፍጸም ነገር እዩ። ኣብቲ ናይ ስጋና ምድሓን እንገብሮ ወላ ሓንቲ ነገር የለን። የሱስ ክርስቶስ ባዕሉ ዝገብሮ እዩ ኣምላኽ ባረኽ። ኣብቲ ናይ መንፈስና ምድሓን ግን ንሕና ሐራይ ኢልና ንቕበል ሐራይ ኢልና ንቕበል ጎይታ ንብል ኩነኒ መራሕየይ ገዛእየይ ንስኻ ኩን ኢልና ንእመኖ ኣምላኽ ይባረኽ። ኣብዛ ናይ ምድሓን ስጋ ግዜ እንገብራ ወላ ሓንቲ ነገር የለን። እያ። ጳውሎስ ከም ሰብ ፍልጶስ ንሰብ ፍልጲ ከምዚ ኢልዎም ኣሎ ኣብ ሰለስተ ዕስራን ሓደን ንሱ በቲ ንኹሉ ክመልኸሉ ዝከኣሎ ሓይሊ ነቲ ክቡር ስግኡ ምእንቲ ክመስል ነዚ ናይ ውርደት ስጋና ክልውጦ እዩ። ኣሜን ኣሜን ዶ ኣሕዋተይ ኣሜን ዶ ነዚ ናይ ውርደት ስጋና እንታይ ገብሮ እዩ ክልውጦ እዩ እዚ ስጋ እዚ ስለ ዘሎ እዩ ንሽገር ዘለና ጠመኹ ጸምኣኹ፣ ገፋእካኒ፣ ደፋእካኒ፣ ኣሸገርካኒ ንብል ዘለና እዚ ስግሃትዚ ስለ ዘሎ እዩ። ውሓተየ ኣምላኽ ግና ሓደ መዓልቲ ብየሱስ ክርስቶስ ክልውጦ እዩ፣ ሓንሳእ ንሓዋሩ ምስ ተለወጠ ከኣ ድሕርዲኡ ጻዕሪ የለን፣ ድሕሪኡ መከራ የለን፣ ድሕሪኡ ስቓይ የለን። እዞም ኣሕዋት እዚኣቶም እዚ እዩ ዝረኣዮም ዘሎ። ነዚ እዮም ንጎይታ የሱስ ክርስቶስ ዘፍቅርዎ ዘለዉ። ነዚ እዮም ንጎይታ የሱስ ክርስቶስ ዝኣምንዎ ዘለዉ። እዚ ሓጎስ ስለ ዘሎ እዩ። ዘይንገር ሓጎስ እዩ ኣለዎ ቃል ኣምላኽ ስለ ዘሎ እዩ። ያ ያእ ባርያ ኮነ ጨዋ ኮነ ኢሉ ጳውሎስ ነፍሲ ወከፍ ሰናይ ዝገበረ ካብ ጐይታ ከም ዝቕበሎ ፍለጡ። ንኹሉ ኣምላኽ ባር ንኹሉ ኣድሎ ዘይብሉ ምክንያቱ ኣብ ቅድሚኡ ባርያ የለ ጨዋ የለ ሰበይቲ የሎ ሰብኣይ የለ ኢሉ ጳውሎስ ኣብ ገላትያ ንኹሉ ማዕረ ገይርዎ ኣሎ ኣምላኽ ባረኽ ሰብኣይ የለ ሰበይቲ የሎ በረ የሎ ጨዋ የሎ ግሪኻዊ የሎ፣ ኣይሁዳዊ የሎ፣ ኣህዛብ የሎ፣ ህዝቢ የሎ፣ ወላ ሓንቲ የለን። እንታይ ደኣ ንየሱስ ክርስቶስ ዝቐበለ ኩሉ፣ ዘበለ ኩሉ፣ ወይ ካን ኸኣ ንእኡ ኣሚኑ ሰናይ ዝገበረ ዘበለ ኩሉ፣ በዓሉ ጎይታ እንታይ ክገብሮ እዩ? ክቕበሎ እዩ። ጴጥሮስ ከኣ እንታይ ኢሉ ኣሎ? ኣብ ቀዳማይ ጴጥሮስ ሓሙሻይ ምዕራፍ ቁጽሪ ኣርባዕተ እቲ ሓለቓ ክርስቶስ ምስ ተገልጸ ድማ ዘይጽምሉ ኣኽሊል ክብሪ ክህበኩም እዩ ክትቅበሉ ኢኹም ኢሉ ኣሎ ኣምላኽ ይባረኽ። እሺ እብ ራብዓይ ደረጃ እንታይ ኢልና ኣለና ምስ ረኸብኩምዎ ብዘይንገር ክቡርን ብዘይንገርን ክቡርን ሓጎስ እንታይ ክትኾኑ ኢኹም ትሕጎሱ ኢኹም እዚ እዩ እቲ እቲ መወዳእታ ናትካ እቲ መወዳእታ ናትክን እሱ እዩ ምስ ረኻዮ ሃሌሉያ ጎይታ ይኣኸለና ክንበጽሕ ሓደ ሓደ ግዜ ሰብ እኮ ጎዩ ጎዩ ኣብቲ ኣብ ጥቓ ዓዲ ምስ በጸሐ እንታይ ይኸውን መስለኩም ከይዱ ከይዱ ይደክም እዩ ሓዋ እንታይ እየ ንተኣመኖ እንዳሳለየ ዘብጽሕ ጎይታ ኣለና እናረደኤ ኣጆኹም እንዳበለ ዘሳግር መንፈስ ኣምላኽ ኣሎ ምሳና ኣሕዋተየ ሓደ መዓልቲ ከውን ኢየሱስ ክርስቶስ ክንሪኦ ኢና ርሑቕ እኳ ኣይከውንን እዩ። ምስ ረኣናዮ ኣይንሕጎሶ ሓጎስ ኣሕዋተየ ዓቢ ሓጎስ ክኸውን እዩ። ከምኡ እዩ ዝብል ዘሎ ጴጥሮስ እዚ ሕጂ ትሓልፍዎ ዘለኹም መከራ ምስቲ ክመጽእ ዘሎ ክብሪ ኣምላኽ ወይ ከዓ እቲ ምስ ሕጭ ክትረኽቦ ዘለኩም ሞገስ ወላ ሓንቲ ይወዳደርን እዩ እዩ ዝብሎም ዘሎ እንታይ ኣብሎም ኣሎ? ምስ ዝረኸብኩምዎ ኢሉ ብዘይንገርን ክቡርን ሓጎስ እንታይ ክትኮኑ ኢኹም? ክትሕጎሱ ኢኹም። ምስ ረኸብኩምዎ ብዘይንገርን ክቡርን ሓጎስ እንታይ ትኾኑ ኢኹም? ክትሕጎሱ ኢኹም። ኣምላኽ ይባረኽ። መዝገብካ ኣብ ዘለዉ ኣብኡ ድማ እንታይ ኣሎ? ልብኻ ኣሎ። መዝገብካ ኣበይ ኣሎ ሓው? መዝገብካ ኣበይ ኣሎ ሓብቲ? መዝገብካ ኣበይ ኣሎ? ኣብቲ መዝገብካ ዘሎ ኣብኡ እንታይ ኣሎ ልብኻ ኣሎ ጎይታ ይርዳእ ኣብቲ መዝገብካ ዘሎ ልብኻ ኣሎ መዝገብካ ኣበይ ኣሎ ኢየሱስ ኣሎ ዶ እንተ ኣብ ኢየሱስ ኣሎ ንኢየሱስ ትናፍቕ ኣለኻ ኣሕዋተይ ቀጨውጮ ዝብለና እኮ ነዚ ምድሪ ነገር እዚ ሓው እንተተባሃልና እዚኦም ከዓ እዩ ዝበሃል ሓውን ወንጌል መንግስቲ ኣምላኽ ብእግሪ ሰብ ዘይክየድ ነገር ሲ ብገንዘብ ክበፅሓካ እሞ ገንዘብ ሃው እንተተባሃለስ ዓጠጥ ንበል። እንተ እቲ ገንዘብ ወይ ከኣ እቲ ሕዝካዮ ዘለኻ ካብ ኣምላኽ በልጽካ ከሎ ኣሎ ኮይኑ ንገዛእ ርእስኻ ሕታት ሓትት Am I right? እዚ ፕሪንስ ዝበሃል ሰባኺ ኣሎ ኣብቲ ቴሌቪዥን ኣሽሓት ሰባት ክበጽሕዎ ዘይክእሉ ቦታ ብሓይሊ ገንዘብ ክንበጽሕ ንኽእል ኢና ኢሉ ክዛረብ ሰሚዐዮ ኣለኹ ሓደ መዓልቲ። ኣብቲ መዝገብካ ዘሎ ኣብኡ እንታይ ኣሎ? ኣብሎ ልብኻ። ኣብቲ ጎይታ የሱስ ክርስቶስ ዘሎ እንተ ትናፍቕ ኣለኻ ኾንካ ሓረርታኻ ኣብኡ እዩ። ሓጐስካ ኸኣ ምስ ረኸብካዮ መወዳድርቲ ዘይብሉ ክኸውን እዩ። ጳውሎስ ከምዚ ኢሉ ኣሎ፣ በዘን ክልተ እዚኣተን እጭነቕ ኣለኹ፣ ንዓይ ኣዝዩ ዝሓይሽ እዩ እሞ፣ ክፋኖ ምስ ክርስቶስ ክነብር ከኣ ሃረርታ ኣለኒ ኢሉ። ምእንቲ ኸምኡ ግና ክነብር እብሎም ነቶም ሰብ ፊልጲ፣ ብጣዕሚ ስለ ዝፈትዎም ተመሊሰ ክርእየኩም እደሊ ኣለኹ ኢሉ ተዛሪብዎም ኣሎ። ያ። እንተተረዲኡካ ኢኻ ትብል እንተዘይኮነ ግን ኣብኡ ዘቕመጥካለይ ቅጫ ኣሎኒ ኢኻ ክትብል ኣብኡ ዘቕመጥካለይ ዶ እንታይ ኣለካ እንታይ ኣሎካ ድዩ ያ እንተ ተረዲኡካ ግና ትናፍቆ ነዚ ጎይታ እዚ እንተ ተረዲኡካ ግን እዛ መንግስቲ እዚኣ ትናፍቃ እዞም ኣሕዋት እዚኣቶም ንገረማ ኣሎ ክትሪእዎ ኢኹም እሞ እንታትኮኑ ኢኹም ብዘይንግር ሓጎስ ክትሕጎሱ ኢኹም I don't know ከመይ ከም ዝኸውን ኣይሪኦን እየ ክገልጾ ኣይክእልን እየ ግና ከምኡ ዝኣምሰለ ክኸውን ግዜ ክህሉ እዩ ኣጆኻ ሓው ኣጆኻ ሓብቲ ክርስትና ተጎድኤ ተተንኪፈ እናበልካ እናተማረርካ ትጓዓዞ መንገዲ ኣይኮነን ካብ ጎይታኻ ተምሃር እቶም ቀዳሞት ኩላቶም ብኡ ብኡ ከምኡ እዮም ሓሊፎም እቶም እዚ መልእክቲ ዝጸሓፈሎም ኣመንቲ ናብርኦም ከመይ ነሩ ኢልካ ምሕታት ኣገዳሲ ይኸውን እቲ ኣብ ልዕሊ ጎይታና የሱስ ክርስቶስ ዝተፈጸመ መከራ ኩሉ የሱስ ክርስቶስ ክፍጸም እዩ ዝበሎ ኩሉ ኣብ ህይወቶም ተፈጺሙ እዩ። ኣብ ወንጌል ዮሃንስ ምዕራፍ 15 20 ክሳብ 24 ዘሎ ምንባብ ብጣዕሚ ይጠቅም። ጳውሎስ ከማን ብዛዕባ ገዛ ርእሱ ክዛረብ ከሎ ከምዚ ኢሉ ኣሎ ነፍሲቶም ደቂ መዛሙርት ኣጸናኒዑ ናብ መንግስቲ ኣምላኽ ብብዙሕ ጸበባ ክንኣቱ ይግባኣና እዩ እናበሉ ከዓ ኣብ እምነት ክጸንዑ ይምዕርዎም ነበሩ ይብለና ግብሪ ሃዋርያት ዓሰርተ ተባዕተ ዕስራን ሓደን ዕስራን ክልተን ኦኦኦኦ ስቕ ኢሉ ዮ ዮ ኣጆኹም ኣጆኹም ኦኦ እምበር ኣይኮነን ጳውሎስ እንታይ ኣብዚ ቦታ እዚ እንተሪእኹሞ ቀጥቂጦም ቀጥቂጦም ሲ መይቱ ኢሎም ጓቲቶም እንታይ ገይሮም እዮም ካብ ከተማ ኣውጺኦሞ እዮም ዝብለና ኣምላኽ ረዲዎ ግና ተሲኡስ መጺኡ እንደገና ነዞም ኣሕዋት ከጸናንዖም ክኢሉ ኣምላኽ ይባረኽ ስእሉ ስእሉ ይኮነን ከምዚ ቃላት ስለ ዝተዋሃቡ ኣይኮነን ክርስትና ከም ዝኣምሰለ ክስታይ ኣሎ። ኣብ ኣንጾኪያ፣ ኢቆኒም፣ ኣንጾኪያ ዝብል ቃል ኣብ ዘሎ ኣንጾኪያ እታ ኣብ ሶርያ ዝነበረት ኣንጾኪያ ኣይኮነትን እዚ ካልእ ኣንጾኪያ እዩ። ኣብ ናይ ግሪክ ግዝኣት ዝነበረ ኣንጾኪያ እዩ። ኢቆኒም ምልስጥራ ንበጻሕኒ ስደተይ መከራይ ከም ዝበለ ስደት ነጠወርኩ፣ ጎይታ ግና ካብ ኩሉ ኣድሓነኒ። ግናኸ እቶም ብክርስቶስ የሱስ ብፍርሓት እግዚኣብሄር ክነብሩ ዝደልዩ ኩላቶም ክስጎጉ እዮም። ጢዒሙካ እንተ ሓንቂቅካ ኣለኻ ኮንካ ሓው ሃብቲ ንርስኻ መርምር ንመርምሪ ነዘን ብዙሕ ገድልን ስቃይን ተዓጊስኩም ብርሃን ተቅብልኩምለን ቀዳሞት መዓልታት ዘክርዎን ብሓደ ወገን ብጸርፍን ጸበባን መላገጽ ኮንኩም ብሓደ ወገን ድማ ምስቶም ከምዚ ዘመሰለ ዝበጽሖም ሰባት ተማቀል ኮንኩም ተማቀልቲ ኮንኩም ዝሓይሽን ዘነብርን ገንዘብ ኣብ ሰማይ ከምዘለኩም ፈሊጥኩም ዝሓይሽን ዝነብርን ገንዘብ ኣብ ሰማይ ከምዘለኩም ፈሊጥኩም ምስቶም ምስራ እተኾነ መከራ ጸገብኩም፣ ምግባት ገንዘብኩም ድማ እንተኾነ ብሓጎስ ተዓገስኩም። እምበኣርሲ ነቲ ብዙሕ ዓስቢ ዘለዎ ትብዓትኩም ኣይትደርብይዎ። ፍቓድ ኣምላኽ እናገበርኩም ነታ ተስፋ ምእንቲ ክትረኽቧስ ትዕግስቲ የድልየኩም ኣሎ ይብለና ኣምላኽ ብባራኽ። ዕብራውያን ዓስራይ ምዕራፍ ካብ ሰላሳን ክልተን ክሳብ ሰላሳን ሽዱሽተን እዩ ቃል ኣምላኽ ይዛረብ ዘሎ። ኣይንልውጦን ኢና፣ ኣነ ንስኹም ኣይንልውጦን ኢና። ኣይ ኣይ እልናስ ክንልውጦ እንኽእል ነገር ኣይኮነን ክነምሓሾ እንኽእል ነገር ኣይኮነን ከምኡ እዩ ዘሎ ክርስትና ከምዚ ኣምሰለ ህይወት ኣሎ ኣጆኻ ግናኸ ብጸባ ድማ ንምክሓሕ ጸባ ትዕግስቲ ከም ዘምጽእ ስለ ዝፍለጥና በዚ ጥራይ ኣይኮነን ኢሉ ሓዋርያ ጳውሎስ ትዕግስቲ ድማ ምፍታን ትምታኑን ተስፋ በቲ ተዋህበና መንፈስ ቅዱስ ፍቕሪ ኣምላኽ ኣብ ልብና ዝፈሰሰ ስለ ዝፈሰሰ እታ ተስፋ ድማ ኣይትሓፍርን እያ ይብል ጎይታ ይባረኽ ነዚ ተዛረብኩሉ ክጥቕልሎ ክፍትን እየ ሕጂ። ቀዳማይ፣ ነቲ ኩሉ ትሓልፎ ዘለኻ ኩነታት ካብ ምንታይ ከም ዝኾነ ክትርዳእ ብጣዕሚ ጽቡቕ እዩ። ብኩነታት ትሓልፍ እንተ ኣሊኻ ኮንካ ካብ ምንታይ ካብ ኣምላኽ ድዩ ካብ ስጋ ድዩ ካብ ሰይጣን ክርድኣካ ይግብኦ እዩ። እዚ እንተ ዘይተረዲኡካ ኣብ ትምክሕቲ ኢኻ ክትነብር። ኩሉ እቲ ዘጋጥመካ ነገር ብስም የሱስ ክርስቶስ ርሓቕ ስለ ዝበልካዮ ዝርሕቕ ኣይኮነን። ንገዛእ ርእስኻ ግና ኣበየናይ ኩነታት ከም ዘለኻ ፈትን፣ ከምኡ ኢሉ ቃል ኣምላኽ። ስለዚ እቲ ደው ኢሉ ዘሎ ዝመስሎ ከይወድቕ ይጠንቀቕ። ቀዳማይ ቆርንጦስ ዓስራይ ምዕራፍ ዓሰርተ ክልተ ምእንቲ ስም የሱስ ጠጠው ኢልካ እንተ ኣለኻ ክትፍተን ግድን እዩ። ኣብ ስራሕ ክትፍተን ትኽእል፣ ኣብ ቤትካ ክትፍተን ትኽእል፣ ኣብ ናብራኻ ኣብ ሓዳርካ ክትፍተን ትኽእል። ግናኸ እቲ ኩሉ ዘጋጥመካ ዘበለ ግና ካብ ሰይጣን ጥራይ እዩ ኢልካ ክትሓስብ እሞ ኸኣ ብስም የሱስ ክድካ ክትግስጽ ትነብር ኣድላይ ኣይኮነን። ካብ መን ከም ምዃኑ ክትርዳእ ይግባእ እዩ። ታሪፍ ዮሴፍ ዘክር ታሪፍ ታሪክ እዮብ ዘክር ታሪክ ዮሴፍ እንተ ዘኪርና ኣብ ዘፍጥረት ሰላሳን ሸውዓተን እንተ ርኢና ኣሕዋቱ ኣሕዋቱ ብኸመይ ዓይነት ጭካነ ንዘለኣለም ከይንርእየካ ኢሎም ንእስማኤላውያን ከም ሸጥዎ ንርኢ ኣብ ምዕራፍ ሓምሳ ግና እንተ ኼድና እንታይ ንርኢ? ምሕረት ኣምላኽ፣ ፕላን ኣምላኽ፣ መደብ ኣምላኽ እንታይ ከም ዝዀነ ኸኣ ንርኢ። ምናልባት ጴጥ ሶሪ ዮሴፍ ወይ ኣነ ክብል ይኽእል እዩ፣ ግን መደብ ኣምላኽ ግና ከምኡ እዩ። ስተብ ባይ ስተብ ስተብ ባይ ስተብ ስተብ ባይ ስተብ ኣብቲ ከብጽሓካ ዝደልዮ ከብጽሓካ እዩ። ንስኻ ጥራሕ እሙን ኩን። ንስኻ ጥራሕ እሙን ኩን step by step step by step ወላ እንተመረረካ ወላ እንተዘይጠዓመካ step by step ኣብቲ ዝደልዮ ንሱ ከብጽሓካ እዩ እመኖ ጥራሕ። ጳውሎስ ከምዚ ኢሉ ኣሎ ንሰብ ሮሜ ክጽሕፍ ከሎ ሻሙናይ ምዕራፍ ነቶም ኣምላኽ ዘፍቅሩ ከም ምኽሮም ዝተጸውዑ ግና ኩሉ ንሰናዮም ከም ዝድግፎም ንፈልጥ ኢና። ኩሉ ንሰናዮም። ወላ እቲ ዘይጥዑም ትብሎ ዘለኻ ወላ እቲ ዝሓልፎ ዘለኻ መከራ እንተ ኾነ ወላ ኣይጥዖምን ኢልካ እንተ ተማረርካ ኩሉ ንሰናዮም ይብላ ኣሎ። ኣብ ኣምላኽ ክሳዕ ዘለኻ ንዘጋጥመካ ነገር ብስም የሱስ ክርስቶስ ኢልካ እትሰጎ ኣይኮነን ኩሉ ነገር ንየሱስ ክርስቶስ ክል ንየሱስ ክርስቶስ ሰይጣን ክፍትኖ ከሎ እንታይ ኢልዎ እዚ ኩን እዚ ኩን እዚ ኩን በሎ ሰይጣን ካባይ ርሓቅ ኢልዎ ኣምላኽ ይባረኽ that's why ካባይ ርሓቅ ክትብሎ ይግባኣካ እዩ ነገር ግን እዛ ጽዋዕ እዚኣ ክሰትያ ኣለካ ምስ ተባህለ ግና ካባይ እንዶ ትሕለፍ ኢሉ ሓቲቱ የሱስ ክርስቶስ ነገር ግን ክሰትያ ከም ምዃኑ ፍቃድካ ደኣ ይኹን ኣቦይ ኢሉ ተቀቢሉ ኣምላኽ ይባረኽ። ስለዚ እንታይ ከም ምዃኑ እቲ ትሓልፎ ዘለኻ ክትፈልጥ ብጣዕሚ ኣገዳሲ እዩ። መንፈሳዊ ህይወትካ ነቒሕካ መንፈሳዊ ህይወትካ ንቕሓት ኣልዎ እንተ ጠው ኢልካ ኣለኻ ኮንካ ካበይ ከም ዝመጽእ እወ ብስም የሱስ ክርስቶስ ተወግዶ ነገር ክህሉ እዩ ኣሜን ኢልካ ትቕበሎ ነገር ከኣ ክህሉ እዩ። ካልኣይ፣ መወዳእታ ናይ ህይወትካ ቆሳቁስ ናይዛ ምድሪ ወይ ከኣ ንከኣ ዘሎካ ትሕዝቶ ኣይኮነን፣ ኩሉ ገዲፍካዮ ትከይድካ። እንተሎካ ገዲፍካዮ ትከይድካ፣ እንተዘይብልካ ውን ገዲፍካዮ ትከይድካ፣ ኩሉ ከተርፍ ክሓልፍ እዩ። ስለዚ በዚ ኣይትታለል፣ በዚ ኣይትተዓሾ። ግናኸ ነዚ ሎሚ ከይረኣኻዮ ኣሚንካዮ ዘለኻ ጐይታ ገጽ ንገጽ ሓደ መዓልቲ ክትርእዮ ኢኻ እሞ ሓጐስካ መግለጺ ዘይብሉ ስለ ዝኾነ ብእኡ ደስ ይበልካ ልብኻ ይፈሳሕ ብዘጋጠመካ ነገር ብእኡ ተሓጒስካ ትባዕ በርትዕ ኣምላኽ ይባረኽ በዚ ሎሚ ዘጋጠመካ ዘሎ ናይ ናብራ ውረደዩ ልብኻ ኣይሸበር ናብቲ መስቀል ኩሉ ግዜ ጠምት ንቅድሚት ገስግስ ንሱ እዩ ዘገስግሰካ ኩሉ ክሓልፍ እዩ መወዳእታ ዘይብሉ ዋላ ሓንቲ ነገር የልቦን እቶም ቅድሚኻ ነዚ መገዲ ዝሓለፎ መሰኻክር ናይ ህይወት እዮም እሞ ንዖም ዘክር ኣብ ጉዕዞኻ እቲ ክኸውን እዩ ዝተባሃለ ሓቂ ኮይኑ እንተ ኣረኪብካዮ ብሓቂ መወዳእታኻ ከዓ ከምኡ ፅቡቅ ከም ዝኸውን ርግፅ ምዃኑ ፍለጥ ነቀይ መቀይ ኣይትበል እዚ ትሓልፎ ዘለኻ ነገር ቅድሚ ሕጂ ተጻሒፉ ከምዚ ክኸውን እዩ ተባሂልካ እንተ ኣለኻ ውንካ መንሱ ስለ ዝበጽሓካ ኣይትሰንብድ ኣይትሰንብድ ኣብቲ ትክክል መንገዲ ኢኻ ዘለኻ ልብኻ ኣይሸበር ኣይትሰንብድ ከምኡ እየ ዝብል ዘለኹ ክስንብድ ዘለካ ክትፈርሕ ዘለካ ግዳይ ብኣንጻሩ እቲ እተባህለ ነገር እንተ ዘየጋጢሙካ እዩ። ካብዚ ንዳላስ እኸይድ ኣለኹ እንተ ኢልካ ተሓሲብካ እሞ ኣብቲ መንገድኻ እቲ ክትረኽቦ ዘለካ ከተማታት ይኹን ወይ መንገድታት እንተ ዘየጋጢሙካ ተጋጊኻ ከም ዘለኻ ፍለጥ። ኣብቲ መንገዲ ዘሎ ግና እንተ ንሱ ኮይኑ ኣብዚ ከተማ እዚ ከምዚ ክትረክብ ኣብዚ ከምዚ ክትረክብ እንዳ ተባሃልካ ተነጊሩካ እሞ እንተ ኣሎ ኮይኑ ዳላስ ከም ትበጽሕ ብርግጽ ፍለጥ። ኣብቲ መንፈሳዊ ዓለም ኳንኻ እዚ ከጋጥመካ እዩ እዚ ከጋጥመካ እዩ ተባሂሉ እተነገረካ ነገር እንተ የጋጥመካ ኣሎ ኮይኑ ከምቶም ደቀ መዛሙርቲ የሱስ ክርስቶስ ስለ እተገርፉን ስለ እቲ መከራ ዝረኸቡን ኣብ ቅድሚ ኣምላኽ ክብሪ ገይሮም ስለ ዝቖጸሮ እንዳተሓጎሱ ዝወጹ ከምኡ ደስ ክብለካ ይግባእ እዩ ምክንያቱ ከምኡ ስለ ቃል ኣምላኽ እቲ ጽበየካ ዘሎ ቦታ ዘገርም እዩ ገለ ነገር ገለ ነገር ጥዒሞም ኣለዉ በዓል ጴጥሮስ ያእቆብን ዮሃንስን ጴጥሮስን ኣብቲ ከረን ምስ ምስ ኢየሱስ ምስ ምስ ደየቡ ምስ ረኣይዎ እዮም እንታይ ኢሎም ኣብዚ ምንባር ንዓና ጽቡቕ እዩ ኡ እዚኣ ብልጭቲ ንእሽተ ነገር እያ እቲ ናይ ዘለኣለም ሓጎስ ዘለዎ ቦታ ምስ ረኣዩ ኣይ ዶንት ኖ ከመይ ከም ዝመስል ቃላት ዘይገልጾ ግና ዓብዪ ክብሪ ዘለዎ ቦታ ከም ዘሎ ግን ቃል ኣምላኽ ጴጥሮስ ደጋጊሙ ደጋጊሙ ነጊሩና ኣሎ ኣብዚ ኣብዚ ምዕራፍ ሓደ ኣብኡ እየ ዘለኩ ክሳዕ ሕጂ ዓይኒ ዘይረኣዮ ብቃላት ክግለጽ ዘይክእል ክቡር ግዜ ይጽበየካ ኣሎ ሓው ክቡር ግዜ ይጽበየኪ ኣሎ ሓብቲ ኣጆኹም ኣጆና መወዳእታ ግና ክሓቶ ዝደሊ ግን እዚ ሕቶ እዩ ሎሚ ንጎይታ የሱስ ክርስቶስ ጎይታን ኣምላኽን ጌርካ ተቐቢልካዮ ዶ? ናይ ቤትካ ጎይታ፣ ናይ ህይወትካ ጎይታ፣ ናይ ኩሉ ነገርካ ኩሉ፣ ናይ ንብረትካ ኩሉ ጎይታ ጌርካዮ ዲኻ? ንየሱስ ክርስቶስ ንስኻ ኩን ኣምላኽይ፣ ንስኻ ኩን ገዛኤይ ኢልካ ተቐቢልካዮ ዲኻ? እያ እታ ሕቶ። ምክንያቱ ቃል ኣምላኽ ከምዚ እዩ ዝብል፣ ብቕብልቲ ግዜ ዝሰማዕኩኻ፣ ብመዓልቲ ምድሓንካ ኣረዳእኩኻ ይብል እዩሞ፣ እንሆ እታ ቅብልቲ ግዜ ሕጂ እያ፣ እንሆ እታ መዓልቲ ምድሓን ሕጂ እያ። እዚ ነገር እዚ እንተ ዘይተረድኣካ ኣሎ ኮይኑ እንተ ዝርድኣኪ ኣሎ ኮይኑ ግን ብጣዕሚ ቀሊል እዩ እዞም ኣሕዋት ተሌፎን ቁጽረይ እንተ ኣውጺኹምለይ ኣብ ታክስታይ 8324198701 ሸሞንተ ሰለስተ ክልተ ኣርባዕተ ሓደ ትሽዓተ ሰማንያን ሸውዓተን ዜሮ ሓደ እንተ ብኡ ደዊልኩምለይ ክገልጽ እኽእል እየ ብርግጽ ክገልጽ እኽእል እየ እታ መንገዲ ምድሓን ቀላል እያ እታ መንገዲ ሂወት ቀላል እያ እታ ንዘላለም እተእቱ መንገዲ ቀላል እያ እመን ጥራሕ ንስኻን ቤትካን እንታ ትኸውን እኻ ከድሕኑ ኢኹም እመን ጥራሕ ኣምላኽ ይባረኽ ስለዚ እዚኣ ነገር እዚኣ እንተ ደኣ ተረዲኣትኩም ንጎይታ የሱስ ክርስቶስ ክስዕቡ እየ ትብሉ እንተ ደኣ ኮንኩም ኩላህና ክንጸልይ ኢና ኣምላኽ ይባረኽ ንጸልይ ጎይታ የሱስ ክርስቶስ ስለ ተቀበልካኒ የመስግነካ ሂወተይ ናትካ ስለ ዝገበርካያ ርስትኻ ክኸውን ስለ ዝመረጽካኒ የመስግነካ ኣለኹ ካብቲ ቅድሚ ሕጂ ዝኸዶ ዝነበርኩ ግጉይ መንገዲ ወጽየ ሎሚ ግን በቲ ንስኻ ዝሓንጸጽካዮ መንገዲ ናብቲ መስቀል ዘብጽሕ መንገዲ ክኸይድ መሪጸ ኣለኹ ጎይታ ሎሚ ናባኻ እቅበል ንዓኻ ቅብል ናባኻ መጽእ ንስኻ ክትከውን ኣምላኸይ ንስኻ ክትከውን ጐይዛኣየ ንስኻ ክትከውን ጐይታይ ሕይወተይ ናይቲ ዘበለኩሉ ንዓኻ እህብ ኣለኹ ኣምላኽ ይባረኽ እዚ ኢልና ክንጽሊ ይላቦ እንተ እዚ ኢልና ጸሊና ኣምላኽ ቀረባዩ ጐይታ የሱስ ክርስቶስ ስለ ዝነበረና ግዜ የመስግነካ ኣለኹ ስለ ቃልካ ክበር ሕይወት ኣለዎ እግዚኣብሔር ኣምላኽየ ክንርድኦ ግዜ ክንወስድ ክትድግፈና እጽሊ ኣለኹ ብቃልካ ክተንብረና እግዚኣብሔር ኣምላክየ ክትድግፈና ይልምነካ ኣለኹ ጎይታየ የሱስ ክርስቶስ ንስኻ ዓቢ ኢኻ ንኣምነካ ኣለና ጎይታ ኣቦየ ከምዞም ባሮትካ እግዚኣብሔር ኣቦየ ከይረኣዩኻ ዝኣመኑኻ ከይረኣዩኻ ዘፍቀሩኻ ሂወቶም ከኣ ኣብ ክንድኻ ዝሃቡ ክስደዱ ባሮት ክኾኑ መከራ ክጸግቡ ኣብ ክንድኻ ዝፈተዉ ወኣምላክየ ንሕና'ውን በቲ ኣብዚ ምድሪ ዘጋጥመና ዘሎ ጠዓሚ ይኹን ችግር እግዚኣብሔር ኣምላኸ ከይተበዳህና ነቲ ጉዕዞ እቲ ክንጓዓዞ ክትረድኣና ይጽሊ ኣለኹ። እግዚኣብሔር ኣምላኸ ሕይወተይን ሕይወት ኣሕዋተይን ንዓኻ የረክብ ብስም ኢየሱስ ክርስቶስ ኣሜን።